ሰላም ዝኸበርኩም ተኸታተልቲ መደብና፣ ቀጺልና ምስ ኣመሓዳሪ ዞባ ደቡባዊ ቀይሕ ባሕሪ ኣምበሳደር መሓመድ ስዒድ መንታይ እነካይዶ ቃለ መጠየቕ ክነቕርበልኩም ኢና። ሐራይ ኣምበሳደር መሓመድ ስዒድ መንታይ ዕድሜና ኣኽቢርካ ነዚ ቃለ መጠየቕ እዚ ፍቓደኛ ምዃንካ ብስም ተኸታተልቲ የመስግነካ። ብዛዕባ ዞባ ደቡባዊ ቀይሕ ባሕሪ ኣብ ማሕበራዊ ኣገልግሎታት፣ ኣብ ጥዕና፣ ኣብ ትምህርቲ፣ ኣብ ማይ ካልእ ነጥብታት ኣልዒልና ክንዘራረብ ኢና እሞ ፈለማ መእተዊ ክኾነና ምስ ዞባ ደቡባዊ ቀይሕ ባሕሪ ሕጽር ዝበለ መላለዪ ክትገብረልና እሞ ኣብቲ ቃለ መጠይቕና ክንሰግር። ደቡባዊ ቀይሕ ባሕሪ ክበሃል ከሎ ብሰሜንን ብምብራቕን ብሰሜንን ምስ ቀይሕ ባሕሪ፣

ካብ ሚእቲ ጎቦታት እዩ፣ ኣርብዓን ትሽዓተን ካብ ሚእቲ ከኣ ጎላጉል፣ ሸውዓተ ካብ ሚእቲ ብእሳተ ጎመራ ዝነደደ ቦታታት ማለት እዩ። የጠቓልል። ከም ትሕዝቶ ጎቦታትን ሜዳን ዘለዎ ዞባ እዩ። ኣብዚ ዞባ እዚ ኣስታት ሰማንያን ኣርባዕተን ሽሕን ሰሰብ ኢንተስዓን ሸውዓተን ህዝቢ ይነብር። ብስድራ ክትሪኦ ከለኻ ዓሰርተ ሽዱሽተ ሽሕን ሸውዓተ ሚእትን ተስዓን ክልተን ኣቢሉ ይኸውን። ምምሕዳር ኣርባዕተ ንኡሳን ዞባታት ኣለዎ። ኣብዚ ንዓሰርተ ሓደ ንሚእትን ዓሰርተ ሓደ ዘጠቓልል ዓድታት ዘጠቓለለ ሰላሳ ምምሕዳር ከባቢታት ኣለዎ።

ከምኡ ድማ ሓደ ዓሰርተ ክልተ ዝኾና ማእከል ጥዕና ኣለዋና። እዚ ኣብዚ ዓመት ኣብ ዓመት ዓመት ካብ ሰብዓ ክሳብ ሰማንያ ሽሕ ዝኸውን ህዝቢ ኣገልግሎት ይህብ ማለት እዩ እዚ ጥዕና እዚ ማእከል ጥዕና እዚ ብሸነኽ ጥዕና ብዙሕ ጸገማት የለን፣ ርሓቕ ቦታ ጥራይ እዩ ጸገምና።

እዘን ቅድመ ትምህርቲ ዕስራን ሓሙሽተን፣ መባእታ ሰላሳን ትሽዓተን፣ ማእከላይ ዓሰርተ ኣርባዕተ፣ ሰለስተ ድማ ካልኣይ ደረጃ ኣለዋና። ሕዚ እቲ መባእታ ኩሉ ኣብ ኩሉ ገጠራት ተባጻሒ ቤት ትምህርትታት እዩ። እቲ መባእታ እቲ ማእከላይ ደረጃ ውሱን ውሱን ቦታታት እዩ። ምናልባሽ ኣብቲ ዳርጋ ዳርጋ ሓውሲ ከተማታት ዝበለ ከባቢ እዩ ዝቖውም።

ቦርዲን ክኣቱሎ ወይ ድማ ኣብቲ ኣብ ኣፋሞ ዘሎ ቦርዲን ክኣቱሎ ወይ ድማ ኣብ ዓሰብ ዘሎ ቦርዲን ክኣቱሎ ኣብዚ ቦርዲን እዚ ምናልባሽ እተን ደቂ ኣንስትዮ ካብ ቀዳማይ ነገር ኣብቲ ዲለሩ ንገዛእ ርእሱ ጸገም ኣለወን ካብ ዓደን ወጺኤን ናብቲ ካልእ ወፊረን ክኣትዋ ገለ ብዙሕ ኣይድግፍን እዩ እቲ እቲ ከባቢ እቲ ከባቢታት ካልኣይ እቲ ሰከንዳሪ ከኣ ዝገደደ ካብ ዓደን ናብቲ ርሑቕ ከተማ መጻ ስለ ዘሎ ኣብኡ ኮይነን ክመሃራ ውን ኣይድግፍን እየ ስለዚ ቁሩብ ኣብዚ ጸገማት ናይ ደቂ ኣንስትዮ የጋጥመና እዚ ግን ቃልሲ ስለ ዝኾነ እናተቓለስና እናተቓለስና ኣብ ዝሓሸ ነጥቢ ክነምጽኦ ንጽዕር ኣለና ማለት እዩ እዚ ሳልሳይ ማሕበራዊ ኣገልግሎታት ድማ ኣውራ ጻዕሪ ነካይዶ ኣለኻ እዚ ዝስተ ማይ እዩ ዝስተ ማይ ዳርጋ ሰብዓን ትሽዓተን ነጥቢ ሰለስተ ካብ ሚእቲ ህዝብና ፅሩይ ማይ ይረክብ እዩ። ሰብዓን ትሽዓተን ነጥቢ ሰለስተ ቀሊል ኣይኮነን እዚ እዚ ድማ ክትሪኦ ከለካ ብቲ ኣገባብ ዝጥቀመሉ ሰላሳ ዝኾና ዓድታት እዚ ካብ መከፋፈሊ መከፋፈሊ ክንብል ከለና ሕጂ ብ ካብ ዒላ ኣውጺኻ ብሶላር ሲስተም ኣውጺኻ ናብቲ መከፋፈሊ ቦታ ኣብጺሕካ ካብቲ መከፋፈሊ ህዝቢ ይዕደል ማለት እዩ ኣብ መዐ ሰላሳ ኣብ መዐደሊ ቦታታት ይወስዳ ማለት እዩ ሓምሳን ሸሞንተን ካብ ዒላታት እቲ ካልእ ዝተረፈ ከኣ ካብ እዚ ብቡምባ ዝጥቀም ማለት እዩ ከም ዓሰብ ከም ገለ ማለት እዩ ስለዚ ከምዚ እዩ ምናልባሽ ኣብዚ

መዚእን ማይ ዝረኽባሉ ኩነታት ክንፈጥር ፃዕርታት ነካይድ ኣለና። ብዙሕ ፃዕሪ ይስራሕ ኣብዚ ማይ። ምናልባት ማይ ከዓ መሰል ስለዝኾነ ኩሉ ግዜ ኣብ ማይ ኣተኲርና ብዙሕ ኢና ንሰርሕ። እዩ ዝመስል ምናልባት እስኪ።
ኣብተን ጠቒስካየን ዘለኻ ኣብ ትምህርቲ ብፍላይ እዚ ዞባ እዚ ተወዳዳርነቱ ምስ ካልኦት ዞባታት ናይ ሃገርና ክረኣይ እንከሎ ከመይ ይመስል? ኣብ ደቂ ኣንስትዮ ኣብ ዝበዝሕ ገለ ገለ እንተ ርኢኻ ኣብ ዞባታት ካብቲ ኣብ ካልኣይ ደረጃ ናይ ምብጻሕ ተኽእሎ ትሕት ዝበለ እዩ። እዚ ዞባ እዚ ተወዳደርነቱ ኣብ ምስተን ካልኦት ዞባታት ከመይ ይግለጽ? ኣብ ናይ ደቂ ኣንስትዮ ኩነታት ትምህርቲኸ ከመይ ይግለጽ? ኣብ ተወዳደርነት እኳ ኩሉ ግዜ እቲ እቲ ሃገራዊ መርመራ ንዝፈትነካ ንኹልኻ

ኣብቲ ግን ዳርጋ ክንረክብ ኢና ቀስ ጌርና ግን ንመጽእ ኣለና ብዝኮነ ኣብኡ ውን ድሓን ንከውን ኢና ብዝኮነ እቲ ሽግርና እንታይ እዩ እቲ ናይ ደቂ ኣንስትዮ እዩ ኣብ ደቂ ኣንስትዮ ብዙሕ ሽግር ኣለና ጻዕሪ ነካይድ ኢና ሕጂ ውን ንጽዕር ኣለና ማለት ግን ተስፋ የብሉን ማለት ኣይኮነን ተስፋ ኣለዎ ግን ሰኣልና ግን ስጋብ ሕጂ እዩ ማለት እዩ ደቂ ኣንስትዮ ኣይመጻናን ብዚ ዓንተቦይ ዝጠቀስክዎ ምክንያታት ገይሮም ዝሰድወን የብሉን ስድራቤታተን ኣይሰድወን እዮም ካብ ኣብ ትምህርቲ ኣብቲ ኤለመንታሪ ምስ በጽሓ ስጋብ ኤለመንታሪ ሓምሻይ ክፍሊ ዝበጽሓ ጽቡቅ ከዳ ጽንሐን ካብ ሓምሻይ ክፍሊ ይስወራ እቲ ሕጂ እቲ ሽግርና እንታይ እዩ ኣብ ሻብዓይ ሻምናይ ሻድሻይ ገለ ክብጽሓ ከለዋ ኣብቲ ሰከንዳርን እዩ እቲ ጸገም እዚ ድማ እቲ ዝበልክዋ እቲ ምክንያት ዘቅርብዎ ነቅና ንሕና ኣብ ሓደ ቦርዲንግ ወይ ሓደ መንእሰያት ዝእክበሉ ከባቢ ኣይንስ ክንሰድድ ኣይንኽእልን ኢና ገለ መለ እናበልካ ዝግበር ምኽንያታት እዩ። እዚ ድማ ቀስ ብቐስ እናተጣሕሰ ከይድ ኣሎ። ሕጂ ምናልባሽ ነዚታት ነዚ ሽግር እዚ መፍትሒ ይኾነና እዩ እናበልና ንሕና ኣብ ዝኾነ እዋን ጻዕርታት ነካይድና ምናልባሽ ኣብ ሓደ ቦታ ሰከንዳሪ ከይትኸፍት ናቱ ጸገም ኣለዎ።

ኣዋደድ ዝባሃል ከባቢ ከኣ ሰከንዳሪ ከፊትና ኣለና ሕጂ ጀሚርና ኣለና ምናልባሽ እቶም ናይ ዋዲ ኩሉ ግዜ ናበይ እዮም ዝመጹ ነይሮም ንዓሰብ እዮም ዝመጹ ነይሮም ኣብዚ ቦርድ ን ስኩል ናይ ዓሰብ ኣብኡ እዮም ዝመጹ ነይሮም ኣብኡ ኮይኖም ደቅና ይጠፍኡ ኣለዉ ምሽ ዓርስ ጽቡቕ ኣይመሃሩን ኣለዉ ገለ ገለ ምኽንያታት ገለ ገለ እናቕረቡ እቶም ስድራቤት ቀጻሊ ክዕዘኑ ዝምጹ ጸኒሖም ንፉዓት ትብል ይመጹ እሞ ኣብዚ ምስ መጹ ይሓምቁ ስለዚ እንታይ ኮይኖም እዮም ገለ መለ ገለ መለ ዝነበርናሉ እዋን ምኽንያታቶም ዘቕርቡ ሎህቲ ብዘየገድስቲ ምኽንያታት እቲ ቤት ትምህርቲ ኣብኡ ሴከንዳሪ ከም ዝኽፈት ተገይሩ ኣሎ። ሕጂ ዳርጋ ራብዓይ ሴከንዳሪ ትኽውን ኣላ ማለት እዩ ኣብዚ ዓመትዚ።
መደባት ክንከይድ ኣብ ዞባ ደቡባዊ ቀይሕ ባሕሪ እንታይ ዓይነት ልምዓታዊ መደባት ይካየድ ኣሎ ወይ ክካየድ ጸኒሑ? ንመጻኢ እውን እንታይ ዝተታሕዘ መደብ ኣሎ? እወ ኩሉ ግዜ ኣብቲ

ማለት እቲ ክሊማ ሓጋዚ ኮይኑ ኣይደፋፋእ ኮይኑ ሓደ ሙቐት ብምዃኑ ካብ ማዝያ ክሳብ መስከረም እዚ ናይ ሙቐት ግዜ ሓደ ኣሎ ካልእ ብርቱዕ ንፋሳት ኣሎ እቲ ምናልባሽ እቲ እቲ ጎቦታት ንብሎ ኩሉ ግዜ እቲ ምዕራባዊ ሸነኽ እዩ እቲ ምብራቓዊ ሸነኽ ኩሉ ግዜ ጎላጉል እዩ ክሕረስ ምተኻእለ ጽቡቕ መሬት እዩ ምተሓርሰ ግን ክሊማ የለን ኣይሕግዘካን እዩ ምኽንያቱ ሃሩር ምዃኑ ካልኣይ ነገር ንፋሳት ኣለዎ ኣብቲ ግዘ ዛሕሉ ከኣ ንፋስ ኣለዎ ብርቱዕ ንፋስ ንፋስ እሞ ከም ሲን ዘለዎ ከኣ ንፋስ ስለ ዘለዎ ክትዘርኣሉ ዘርኢ ንእሽተይ ኣብቂልካ ክትዕብየሉ ኣጸጋሚ'ዩ ምናልባሽ ዝዕብዒ በለ ተኽልታት ከም በዓል ተምሪ ገለ ገለ ዝኣመሰለ ክትዕወተሉ ትኽእል ትኸውን ግን ኣብቲ ካልእ ኣይትዕወትን ኢኻ ሕጂ ነቲ ጻዕርታት ንገብሮ ኣብ ተምሪ ፈቲንና ኣለና ሕጂ ሓደ ኣርብዓ ኣርብዓን ሓሙሽተን ሄክታር ዝኸውን ተምሪ ዘሪእና ኣለና ኣስታት ኣርባዕተ ሽሕን ሽዱሽተ ሚእትን ተምሪ ገረብ ኣዕቢና ኣለና ድሮ ምፍራይ ጀሚሩ ኣሎ ማለት እዩ ሕጂ ከምኡ ጌርካ እንተዘይኮይኑ እዚ ንኣሽቱ ከም እኽሊ ካልእቲ ጥሬታት ገለመለ ክትገብር ቁሩብ ኣጸጋሚ እዩ ምክንያቱ እቲ ከምሲ ናቱ ትንፋስ ናቱ ካብ ሓመድ ሒዙ ስለ ዝመጽእ ኣዝዩ ኣጸጋሚ እዩ ሕጂ ኣብዚ ነተኩር ኣለና ማለት እዩ። ካልእ ኣብቲ ከትርታት ምዕቃብ ሓመድን ማይን ዝበሃል ንጥፈታት ነጥፍ ኢና። ኣብ ከትርታት ዛጊት ክልተ ከትሪ ኣለዉና፣ ክልተ ከትሪ ሰሪሕና ኣለና። ሓደ ኣብ ደባይ ሲማ ዝበሃል ቦታ፣ ሓደ ከኣ ኣብ ኣፋምቦ። ምናልባት ሕጂ እውን ብመደብ ክልተ ሰለስተ ከትሪ ክንሰርሕ ንሓስብ ኣለና፣ ኣብዚ ቀረባ እዋናት ማለት እዩ። ጽቡቕ ኣብቲ ናይ ሃብቲ ዓሳን ምስ ኣብኡ ከ እንታይ ዝካየድ ንጥፈታት ኣሎ ኣብ ምጅላብ ዓሳ ኮነ ኣብ ካልእ? ሞቐት ሓንቲ ወይ ዘንጊዕላ እቲ ህዝቢ መነባብርኡ ኩሉ ግዜ ኣብቲ መእተዊ እኳ ክንገልጾ ይግብኣና ነይሩ ግን ህዝብና ኩሉ ግዜ መነባብርኡ ኣብ ኣብ መጓሰን ኣብዚ መግፋፍ ዓሳን እዩ። ትበዝሕ መጓሰዩ እቲ ውሕድ ዝበለ ከኣ ኣብ ምግፋፍ ዓሳ ይሳተፍ ማለት እዩ። ኣብዚ ምግፋፍ ዓሳ እዚ ብዙሓት ልምዲ ዘለዎም ናይ ዓሳ ምግፋፍ ሰባት ወይ ናይ ባሕሪ ሰባት ብዙሓት ኣለዉና ብብዝሒ ኣለዉ ማለት እዩ። ስለዚ ብልክዕ ጠሪንካ ክንሪኦም ከለና ሕጂ ዓሰርተ ሸውዓተ ተራድኦታት ኣለዋና። ዓሰርተ ሸውዓተ ተራድኦታት እዚኤን ክንደይ ይጠርንፋ? ሽዱሽተ ሚእትን ዓሰርተ ሸውዓተ ሽዱሽተ ሚእትን ሓምሳን ሸውዓተን ኣባላት ኣለዎን። ዓሰርተ ሸውዓተ ተራድኦታት ካብ ጭዖ ጀሚርካ ብዕዲ በርዓሶለ እዚ ዓሰብ እዚ ረሓይታ እዚኣን ኩለን ክጂ ብተራድኦ ዝተጠርነፋ ስለ ዝኾና ብተራድኦ መልክዕ ይንቀሳቐሳ ጽቡቕ እትዋት ኣለወን ጽቡቕ ይሰርሓ እየን ናይ ብሓቂ ዝኾነ ሓደ ሓደ ምናልባሽ ግዝያዊ ጸገማት ህልወን ይኸውን ግን ንሱ ቀስ ጌርካ ምስ ግዜ ዝፍታሕ ነገራት እዩ ተዘየለ እዘን ዓሰርተ ሸውዓተ ተራድኦታት ይነጥፋ እየን ኣብዚ ከባቢና ማለት እዩ ስለዚ

ጽቡቕ ኣብቲ ቁሩብ ምልስ ኢልና ናብ ድሕሪት ከም መዘኻኸሪት ኣብቲ ጥዕናዊ መዳይን ኣብቲ ናይ ትምህርቲ መዳይን ምልስ ክንብል እሞ ሓደ ኣብቲ ጥዕናዊ መዳይ እንታይ ብብዝሒ ዝረኣ ሕማማት ኣሎ ኣብዚ ኣብዚ ዞባ? ከም ካልኣይ ኣብታ ናይ ትምህርቲ ናይ ናይ ደቂ ኣንስትዮ ዝበልካዮ ከም ኩሉ ዝፈልጦ ትምህርቲ እቲ ወሳኒ እዩ ንሓደ ሕብረተሰብ ኣብ ዕቤቱ እሞ እቲ ፍርቂ ናይቲ ሕብረተሰብ ከኣ ደቂ ኣንስትዮ ኣብቲ ትምህርቲ ዘይስጉማ እንተ ሃልየን ብኸመይ ክተእምንዎም ትኽእሉ ንዕኡ ንምፍታሕ ከ እቲ ማሕበራዊ ፍትሒ ንምርግጋጽ ብፍላይ ደቂ ኣንስትዮ ትምህርቲ መኣዲ ዝመጻሉ መንገዲ ንምፍጣር ብፍሉይ እንታይ ዝግበር ጻዕሪ ኣሎ? እንታይ ከም መጸዋዕታ ትቐርብ ንስኻ ናብቲ ህዝቢ ማለት እዩ? እወ እቲ ጻዕሪ ሕጂ ብኹሉ ይካየድ እዩ። በቲ ምምሕዳራት ይካየድ፣ ብሃማደኤ ይካየድ፣ ብሃማማተኤ ይካየድ፣ በቲ ኩሉ ኣካላት ዘሎ ኣብቲ ዞባ ይካየድ እቲ ጻዕሪ። ምናልባሽ እተን ደቂ ኣንስትዮ ንምስታፍ ተባሂሉ ዘይተገብረ ጻዕሪ ሰሚናራት፣ ኣኼባታት፣ ሽማግለ ዓዲ፣ ዓበይቲ ዓዲ፣ መሻይኽ ኩሎም ኣኪብካ ዝዝረብ እዩ።

ጽቡቕ ኣብ መራኸቢታት ኣይተዛረብናን ኣለና ከመይ እዩ ኣብ ዞባ ደቡባዊ ቀይሕ ባሕሪ ጉዳይ ናይ መራኸቢታት እንታይ ይመስል እንታይከ ዝተታሕዘ መደብ ኣሎ እቲ ዘይተበጽሐ ቦታታት እንተ ሃልዩ ኮይኑ? መራኸቢታት ዝበዝሕ ዞባና ዳርጋ ኣይራኸብን ምባል ትካኣል ናይ ቴሌፎን ናይ መስመር ናይ ኤሪተል ክሳይ የብሉን። ንሱ ድማ ካብ ጥዑ ወጺኻ ንኹሉ በረኻታት ሚእትን ሓምሳን ኪሎ ሜተር ስጋዕ እትኸይድ ኣብኡ ተደኩኑ ዘሎ ከባቢ ምሕዳር ከባቢታት ዋላ ሓንቲ ኣይራኸብን እዩ። ኣብ ማእከል ዘንከልክ ኣብ ዕዲ ጀሚርካ ካብ ዕዲ ምስ ወጻኻ ድማ እሱ እውን ኣይራኸብን እዩ። ኣብዚ እውን ንገዛኻ ካብ ዓሰብ ወጺኻ ነዚ ደቡብ ደንከል ዝብሃል ካብ በይሉል ሓሊፍካ ምርኻብ እውን የለን። በዚ ከኣ በዚ ናይ ዶብና ኢትዮጵያ ማለት እዩ። ምናልባት እዚ ክኸውን ብዙሕ ስራሓት ዝሰርሕ እዩ ኣብዚ ቀረባ እዋን ግን ምስ ሚኒስተር ሚኒስትር መጓዓዝያ መራኸቢታትን ተራኺብና ብዝገበርናዮ ምርድዳእ እቲ ዘይብሉ ቦታ ተነፂሩ ንዑ ከልልዩ ዝኽእሉ ተክኒሻናት መፂኦም ነቲ ቦታ ሪኦሞ ሰርቬይ ገይሮሞ እንታይ ከም ዘድልዮ ወሲኖም ኣብ መፅናዕቲ ገይሮም ናቶም መፅናዕቲ ኣበርኪቶም ሕጂ ምናልባሽ ክፍታሕልና ንጽበ ኣለና ማለት እዩ። ኣብ መጓዓዝያ ልክዕ እቲ እቲ ዞባ ኣዝዩ ምስቲ ዘለዎ ርሕቐት ናይ ከባቢታት ዘይጥጡሕ ጽርግያታት ምስ ዘለዎ፣ ቀዳማይ ነገር እቲ ጽርግያታት ዘይጥጡሕ ስለ ዝኾነ እተን ባሳት ክኸድኦ ዘይኽእላ እዩ። ሕጂ ዘይጥጡሕ ስለ ዝኾነ ቁሩብ እቲ ናይ መጓዓዝያ ሽግር ኣለዎ። ንሱ እውን እተፈላለየ መጽናዕትታት ይግበር እዩ፣ እተፈላለየ ሓሳባት ኣሎ፣ ብዝተፈላለየ ምኽንያታት ገለ ገለ ክንፈትሕ እዩ ዝብሃል ርእይቶታት ኣሎ፣ ግን ሰጋጊት ስጋዕ ሕጂ ዝተረኽበ ነገር ስለ ዘየለ ምናልባሽ ኣብ ቀጻሊ ይፍታሕ ይኸውን ዝብል እምነት ኣለና ማለት እዩ። እሞ ኣብ መወዳእታ ኣመሓዳሪ ዞባ ደቡባ ቀይሕ ባሕሪ ኣምባሳደር መሓመድ ስዒድ መንታይ ነዚ ክትበና ዝጸናሕካ እተፈላለየ ማሕበራዊ ኣገልግሎታት ኣብ ልምዓታዊ መደባት ከምኡውን እዚ ሕጂ ተኸሲቱ ዘሎ ኮሮና ኣተኣሳሲርካ ንህዝቢ ዞባ ደቡባዊ ቀይሕ ባሕሪ እተመሓላልፎ መልእኽቲ ኣብዚ ኮሮና ብ። ኣብዚ ዓመትዚ ካብ ኩሉ ከባቢታት ዝመጹና ክልተ ሽሕን ሸውዓተ ሚእትን ሓምሳን ሓሙሽተን ሰብ ወሺብና። ወሺብና ንብሎም ንሕና ግን ንኹሉ ብደገ ዝመጻእና ሰብ ኢና እምበር ዝሓመመ ማለት ኣይኮነን። ወሺብና ምስ ሕሙም ተረኸብናሉ ንሕዞ፣ ሕሙም ተዘይረኸብና ከኣ ድሕሪ ዓሰርተ መዓልቲ ነፋንዎ።

ብኢትዮጵያ ዝመጻና ኣሎ ሰብ ብዙሓት ንረክብ ኢና ብኢትዮጵያ ዝመጹ ብየመን ዝመጻና ኣለዉ በጦን ንረክብ ኢና ብየመን እውን ብጀላቡ ተሰጊጎም ዝመፁ ኤርትራውያን እውን ኣለዉ ንሶም እውን ንፍትሾም ኢና ብጅቡቲ ዝመፃና ኣሎ ንሶም እውን ሓንሳብ ሓንሳብ ንረኽበሎም ኢና ግን ብዙሕ ግዜ በስመራ ዝመፃና እውን ኣሎ በስመራ እውን ንፍትሾ ኢና ኣብኡ ንረክብ ኢና ስለዚ ብብዙሕ መኣዝን ስለ ዝመጽእ ንኽትቋጸሮ ዞባ ደቡብ ምዕራብ ዕቤ ባሕሪ ኣዝዩ ከቢድ እዩ። ምኽንያቱ እቲ ዶብ ገፊሕ እዩ ምስ ኢትዮጵያ ዘሎ። ምስ ጅቡቲ እውን ተመሳሳሊ። ምስ የመን ባሕሪ እዩ ብምልኡ። ካብ ጢዖ ክሳብ ራሓይታ እዚ ኩሉ ባሕሪ ክትቋጸሮ ይትኽእልና። በየን ኣትዮም በየን ወጺኦም ኢልካ። ግን ምስ ኹሉ ሓይሊ ባሕርና ኹን ሰብና ኹን ሰራዊትና ኹን ገለ ኹን ኩሉ ስለ ተንቀሳቅሰሉ ስለ ተዘበለሉ እቲ ክስታይ ክንቋጸሮ ኪኢልና ኣብቲ መጀመርያ እዋን ጽቡቅ ኔርና ማለት እዩ ሕጂ ቁሩብ እቲ ኣብዚ እዋንዚ ከም ዝበልኩካ ናይ ሸለል ምባል ውን ንርኤ ስለ ዘሎ ስለ ዝነበረ ቁሩብ ሕጂ ኣብዚ ናዛ ኣብዚ ወርሒ እዚ ኣብዚ ወርሒ እዚ ቁርብተይቲ ጎስጓስና ጀሚርና ኣለና፣ እቲ ጎስና እቲ ተሓዛና ትርር ክነብሎ ጀሚርና ኣለና፣ ካብቲ ናይ ቀደም ብዝተፈልየ ኣገባብ ማለት እዩ። ጽቡቕ ኣነ ምናልባሽ ሓደ ክጠቕሶ ዝደሊ

ስለቲ ዝሃብካና ሓፈሻዊ መብርሂ ሌላ ምስ ዞባ ስም ኩሎም ተኸታተልቲ ኣመስግነካ የቐንየልና። ዝኸበርኩም ተኸታተልቲ መደብና ስለ ምክትታልኩም ነመስግን። ኣብ ቀጻሊ ብኻልእ ትሕዝቶ ክንራኸብ ኢና ክሳብ ሽዑ ሰላም።